ዝኸበርክን ኣሕዋተይ ከመይ ቀኒኽን ስመይ ኢደን ይበሃል ሎማዓንቲ ከዓኒ ዝሓተትክና ናይ ሕቶታት ብዛዕባ እዚ ናይ ኢንስታንት ፓት ማለት እዩ እንዳሓዘክን ገለ መለታት ይሕዝ እዩ ገለ ኢልክና ነርክን እሞ ተኣነ ዝፈልጦ ምሳኻትክን ሸር ክገብረ ክትፈትዎ ከዓ ተስፋ ይገብር ኣብ ከለና ከዓኒ ኦፊሰይ ሜክ ኦፈር ክንገብር ኢና ማለት እዩ ቅርብተለይ ለውጢ ገይረ ከምቲ ዝበልክኽን ጣውላ ኣብኡ ዝነበረ ወዲ ሂበዮ ማለት እዩ ጣውላ ገለ ክሳዕ ሕጂ ገዛእኩ ዘለኹ ግን ቸር ገለ ገዜ ኣለኹ እሱ ከርእየክን እየ ሶ ብሓንሳብ ኮይና ክነጋጣጥሞ ኢና ብዝተረፈ ከርእየክን እየ እዚ ኢንስታንት ፓንት ንዓይ ዘለኒ ማለት እዩ ኩሉ ሻዕ እየ ዘርእየክን ፀብሒ ቦ እየ ዝሰርሕ ኣነ ማለት እዩ ሶ መጀመርያ ዝመፀትኒ እዚኣ ነይራ ማለት እዩ ቆሰር ይበሃሉ እቶም ካምፓኒ ባዕሎም እዮም ሰይዶምለ ትፈልጣ ኢኽን እዚኣ ስድስቲ ናቱ ከዓ ከምዚ ማለት እዩ ሕጂ እዚ ፀብሒ ክሰርሕ ከለካ ቁርቢሕ ስለ ዝኾነ ኣክቹሊ ኣነ ኩሉ ሻዕ ኣብ ከባቢ እየ ማለት እዩ ንፀብሒ የለክት ንካልእ ዳሓን ፀብሒ ግና ትሕልዎ ምሕላው የድልዮ እዩ ማለት እዩ ከምቲ ገዲፍካ ክትከይድ ኣይትኽእልን ኢኻ ንሱፕ ገለ መለ መስርሒ ግን ብጣዕሚ ፅቡቅ እዩ ሶ ዝኾነ ሰብ እዚኣ ሲ ኢንስታንት ፓትያ እምበሪ ክስተያየልክናኒ ነርክን እዚ ፕሬር ኩከር ክልቲኡ እያ እዚኣ ተደሊኻ ከም ድስቲ ትጥቀመላ እዚ ምሳ እዩ ዝመፅእ ከም ድስቲ ትጥቀመላ ክትገብር ማለት ተደሊኻ ከዓኒ ዝተገብረላ ኢንስታንት ፓት ትኸውን ማለት ቱ ኢን ዋን እያ ሎም ግን ኣጥፊኦም ማስኢነ እያ ክደግም ደይለ ቁርትለይ እዚ ዓብያ ህንዚ ያት ጌጋ ገይረ ምክንያቱ ካብኣ ዝንእስ ድስቲ የእቴላስ ተበላሻ ሶሪ ሓሰብ ኮ ነይረ ግን ያ የጋጥሚ ብብዝሒ ዝሰራሕ ኣነ ፀብሒ በዚዐ ማለት እዩ እዚኦም ከዓ ኮንፊ እዮም ዝበሃሉ ናይ ሩዝ መስርሒ ኢሎም እዮም ሰይዶምለይ ናይ ራይስ ኩከር እያ ትብል ክትሸየጥ ከላ ማለት እዩ ግን ካብ ኩለን ዝበለፀት እዚኣ እያ ምክንያቱ ንናይ ሓበሻ ምግቢ ቀስ ኣቢላ ህዲ ኣቢላ ትሰርሐልካ ማለት እዩ ኣይትሕርር ኣይትብል እንደገና ናታ ድስቲ ፀሊም ፀሊም ሪእኹና ሶተይ ገይረ እዚ ድስቲ ኣብዚኣ ናይ ኮሰሪ እትየው ማለት እዩ ይሰርሕ ነይረስ እቲኣ ከዓ በቃ ዲስኮኔክትድ ኮይና ተበላሽያ ማለት እዩ ሶ ክገዝእ ደልየ ካልእሲ ደልየ ደልየ ስኢነያ እዚኣ ግን ኣላ ኩሉ ግዜ ብጣዕሚ ሕስርቲ እያ ከማኒ ተኽኢልክን ግዛኣ ኢኽን ያ ንሩዝ እያ ኢላ ትስራሕ ግን ኣብዚ ስቲው ትገብራ ሽጉርቲ ብሓደ ሰዓት ውሽጢ ቁልው ኣቢላ በቃ ኩሉ ጸብሒ ስጎ ገለ በዚዐ እየ ዝሰርሕ ብጣዕሚ እየ ዝፈትዋ ማለት እዩ ሕጂ ነተን ይሓረና ትብላ ማለት እዩ ነተን ተሓረና ትብላ ከምዚ ድስ ዝድለያ እዚኣ ከዓኒ ካልእ ካምፓ ደሰለ ድለያ ትሪኦ ኣለኽን እዚ ድስቲ ቀይሕ ፈፂሙ ይሕዝን እዩ እዚኣ ከዓኒ ክልቲኣ ማለት እዩ ኤር ፍራየር እንኮላያ ትገብር ፕሬሸር ኩከር እያ ብዙሕ ኣይጥቀመላን እየ ከስ ፕሬሸር ኩከር ኣነ ይጥቀምኒ ከምዚ ከም ድስቲ ክጥቀመሉ እንተዘይኮይኑ ሰተ ይገብር እዚኣ ድስቲ ኣብዚኣ ኮሰሪዕት እየ ዝሰርሐላ ነይረ ከርእየክ ናይ ፅረ ትሪኦ ኣለኽን እዚ ድስቲ ውፃእ ቢለ እዚኣ ጥቀም ሶ ኣይሓረካ ኣይብለካ ሶ እንታይ ትገብራ ትኽእላ ነዚ ድስቲ በይኑ ትገዝኦ ትኽእላ ኢኻ ኣሎ ኣብ ኣማዞን ግን ኳርቲ ናቱ ኣጽናዕዑ ሕጂ ንኣብነት እዚኣ ሲክስ ኳርት እያ እዚኣ ናይ ሩዝ ዘርኣኹ ኩን ከዓኒ ፎር ፖይንት ፋይቭ ኳርት እያ ማለት እዩ ሶ ቱ ኳርት ክተጽናዑ ኣለክን እንተዘይኮይኑ ኣይጋጣጠምን እዩ ማለት እዩ ሶ እዚአን ኣጋጣሚ ክልቲኤን ሲክስ ኳርት ስለ ዝኾና ሲ ሶ እዚኣ እየ ክነግረክን ደለይ ማለት እዩ ብብዝሒ ስለ ዳሓተትክናኒ መብዝሕትኦም ክሰዱልካ ከለዉ ከምዚ መክደኒ ይመፅ እዩ ግን ፕረሸር ኩከር ተኮይኑ ኣይሰዱልካን እዮም እዚ so ክትገዝኣ ትክእል ኣይክን እዚ ንበይኑ ማለት እዩ ምስ ድስቱ ገለመለ ኣሎ ኣሰሶሪ እዩ ድበሃል so ተረኪበ ክደሊ እየ እሞኒ ፖስት ክገብረልክን እየ ሊንክ ክትሪኦ ምእንቲ ምስ ተረፈ ግን ፀብሒ ክሰርሓሉ ከለክን እዚ ወይ ኣብ ጥቅኡ ጠጠው በላ ብጣዕሚ ብርትዕ እዩ ወይ ከዓ ኣትሕት ኣቢልክን ገዲፍክንኦስ ኣይትኸዳ ከይሕዘክን ማለት እዩ ንዓይ እኳ ወላ ሓንቲ ጋጢሙን ይፈልጥን እዩ ግን ኩሉ ግዜ ኣብ ጥቕኡ እየ ዝኸውን ማለት እዩ ምኽንያቱ ብርቱዕ እዩ ብ ዓሰርተ ደቒቕ እዩ ሽጉርቲ ዝቕሎ ብዚ ማለት እዩ ግዜ ኣይወስድን እዩ ሶ ሶ ከምቲ ዝበልኩን ቱ ኢን ዋን እያ እዚኣ ክልቲኡ ትገብረላ ትኽእል ሕጂ እምበኣር ብሰለስተ እንዲ ሰራሕኩ ኣጻብሕ ከርእክኒ እዚኣ እታ ጻዕዳ ድስቲ ማለት እዩ ብጣዕሚ ጽቡቅ እያ ትሰርሕ ጥራይ ጠጠው ኢልካ ክትሕልዋ ኣለካ እዚኣ በቃ ወላ ሓንቲ ወሊዕካያ ናብ ድላይካ ትኸይድ ትኽእል ኢኻ ጽቡቅ ገይራ ትሰርሕ ህድእት እያ ማለት እዩ ዝሕል ድበለት እያ ብነብሳ ያ ንሱ የኸን ክንደሌ ኩሉ ግዜ በቃ መመፄ ጥራይ የቃምሞ ወይ ከዓ ዝኣቱ ነገር ተሎ የእትወሉ ስጋ ድዩ ድንሽ ድዩ ወላ ወረ ኤቨር እምበር ኣይተሸግረካን እያ ማለት እዩ ሶ እዚኣ ኣነ ዝመርፅ ንፀብሒ መስርሒ እዚኣ እቲያ ሓንቲ እያ ማለት እዩ እዚኣ ቀያሕ ከዓኒ ኣብዚኣ ኮሰር የእቲኻ ከ እሳ ከዓኒ ቅልጥፍ ኢላ ቀልጢፋ ትሰርሐልካ ፈጺሙ ኣይሕዝን እዩ እዚ ናይ ብሓቂ ከምዚ ድስቲ ተገዚእኽን ብጣዕሚ ጽቡቅ ትዝክሮ ኢኽን ኣብ ዓዲ ከለና ማለት እዩ ኣዴታትና ድርሆ ገለ ክሰርሓ ከሎ ኣብ ሰልጣና እየን ዘቕምጠኦ ነይረን ወላ ዱለት ወላ ክስታይ ማለት እዩ ጽቡቅ ይቕመጠለን ወላ ኣብ ደገ ገይረንኦስ ኣይበላሽውን እዩ ብዙሕ ፍሪጅ ኣይንጥቀምን ኢና ነርና ወላ ንካልእ ነገር ስጋ ገለ ከተእትወሉ እምበር ፀብሒ ገለ ይነቕምጥን ኢና ሶ ስልጣንያ ብጣዕሚ እየ ዝፈቱ ኣነ ማለት እዩ ሶ ይደሊ ነይረ ኢንወይ ሶ ደቀይ ከዓስ ናይ ወደ ዓመት ኢሎም ስዚኣ ገዚኦምለይ ሰበን ኳርትያ ሓፋ ይብልን እዩ ክረዝን ማለት እዩ ኦቨር ሞንት እዩ ዝበሃል ክንዶ ብልጭልጭ ኢሉ ዶ ይረአ ፒንክ ኮይኑ ፒንክ ማይ ጋድ ካብ ኣማዞን እዮም ገዚኦምለይ ንደርሆ ማለት እያ እዚኣ ምስ ክስታያ ትመፅእ እዚ ከይነድድ ምእንቲ ክኩቡክ ኣለዋ ክሳብ ሕጂ ሳይኣመንኩን ዘለኹ ንነዊሕ ግዜ ኣወዝኑኪን ግን ኣበይ ትረኽቦ መሲልክን ኣብ በዓል ማርሻልስ እዮም ፅወዮም ወላ እዚ ሰበን ኳርት እዩ ማለት እዩ ዓብዩ ንእስ ድበለ ማለት እዩ ፋይፍ ኳርት ፎር ኳርት ገለ እዮም ፅዮ ወይ ከዓ ናይ ፓሪስ ሂልተን ከዓ ኣለክ ናይ ፓሪስ ሂልተን ከዓ ኣቑሑታ ክፅብቕ ማለት እዩ ኣነ ፈትዋ ናይ ደርሆ እዩ ማለት እያ ክሳብ ሕጂ ኣመንኩን እያ ሶ ኤኒወይ ተኸይድክን በዓል ማርሻል ስገለ ኦቨር ሞንት ተሪእኽን ግራብ ግበሮ ኢኽን ኦኬ እያ ቀይሕ ኣሎ ብፍላይ እታ ቀያሕ ገለ ዓይነት እያ ግን እዚኣ ከዓ ፅብቕቲ ሓፋ ይብል ኦኬ እምበር ክቡራት ኣሕዋተይ ሎማዓንቲ ከዓኒ ሓንትላ ቸር ድገዛእኹዋ ማለት እዩ ንሳ ኣንቦክሲንግ ክገብራ እየ ምሳኻትክን ኮይነ እዚ ኦፊሰይ ኣብ ዝነበረ ጣውላ ደቂ ወስደሞ ማለት እዩ ካልእ ክገዝአ

ከምዚ ትሪኦ ዘለኹን ምስ ቱልስ ናቱ ስለ ድመጽእ ወላ ሓንቲ ኣየጸግመካን እዩ ማለት እዩ ሶዚ ናቱ ቱልስ እዩ ድሕሪ ክገብሮ ክፍትን እየ እንተ ደኣ ብርትዕ ኢሉኒ ከዓ ንወደይ ሓግዘኒ ክብሎ እየ ማለት እዩ ምስ መጸ ዳሕራይ ፃዕዳ ሌዘር እየ ገዚኤ ማለት እዩ ምስዚ ኣብዚ ሩም ኩል ግዜ ፅልም ዝበለ ኣቑሑት ስለ ዘሎ ምስኡ ንዑ ዘንፀባርቕ ማለት እዩ ፃዕዳ ሌዘር ገይረዮ ማለት እዩ

ሶ ንሳ ማለት እዩ ቲኣር ሪክላይነር ንበይና ስቱል ከዓ ኣለዋ ናይ እግርኻ ማለት እዩ እግርኻ ኮፍ ተብለሉ ንበይኑ ማለት እዩ ፍልይ ድበለ ወላ ንኮፍ ገለ ክተፍልሕ ከለካ ከማን ትጥቀመሉ ንእግርኻ ማለት እዩ ሶ እታ ናይ እግራ እዚኣ ገይረያ ማለት እዩ ዝተረፈ ከዓ ሓገዝ ሓቲተ ማለት እዩ ዋላ ሰብኣይ ዋላ ወዲ ሓጊዞምን ማለት እዩ ካብ ኩሉ ደስ ዝብለካ ናይ ኩሉ ኢንስትራክሽን ክሊር እዩ ዘለዎ ኣይትጋገን ኢኻ ማለት እዩ ኩሉ ከም ትሪኦ ዘለኽን ፊደላት ኣለዎ ቁፅርታት ኣለዎ ሶ ኣበይ ኣበይ ከም ዝኸይድ ብርቱዕ ኣይኮነን ማለት እዩ ሶ ፍርቂ ዳርጋስ ገይረ እየ ዳርጋ ኣብቲ ላዕሊ ምስ በፃሕኩ ቅርቱለይ ሓገዝ ደልየ ማለት እዩ ሶ ንወደይሲ ፍርቂ ሰዓት ከማን የወደእትሉ ንናህለት ኣተዓራሪዋ ክትፅብቕ ኮይና ከምታ ዝረኣኽዋ ኦንላይን ማለት እዩ ኣብ ላይን ርኢኻ ክትገዝእ ከቢድ እዩ ግን ናይ ብሓቂ እዚኣ ካብቲ ዝሓሰብኮ ንላዕሊ ኮይና ሃለይ ማለት እዩ ካብ ኩሉ እዛ ንእሽተይ ስቱል ከዓ ምሽ ቡን ክተፍልሕ ከለካ ኮፍ መበሊ ከዓ ረኪብና ማለት እዩ ከምዚ ንእሽተይ መንበር ገለ ስለ ደይትረክብ ኣብዚ ዓዲ ማለት እዩ ኤንወይ ብጣዕሚ ፅቡቅ እንተ ፈቲክንኦ ኮንኩም ናቶም እቲ ዝረኸብክዎ ማለት እዩ እቲ ሊንክ ናቶም ኣብ ዲስክሪፕሽን ባክስ ክገብረልክን እዩ ቸክ ክበርኦ ይኽን ዝደለኻዮ ሕብርታት እዩ ዘሎ ኣነ እዚኣ መሪፀ ማለት እዩ ምስቲ ፅልም ዝበለ ቁሑት ስለ ዘሎ ኣብ ገዛይ ማለት እዩ እዚ ከዓኒ ብራይ ትገብሮ ንዑ ነቲ ፀለምቲ ማለት እዩ ማሮን እዩ መብዝሕትኡ ኣቑሑት ናተይ ማለት እዩ እዚ ክስታይ ድፈቱ እዚ ምሻለክን ቪንቴጅ ናይ ቀደም ክስታይ ዘሎ ከምኡ እየ ዝፈቱ ኤኒወይ ከምዚ ትሪኦ ዘለኽን ናይ ብሓቂ ፅብቕቲ በቃ ተሓጒሰ ማለት እዩ ባይዘወይ ካብ ኣማዞን እዩ ከዘእዮ ረሲዐ ከዓ ከይነገርኩኽን ካብ ኣማዞን እዩ ዋግኡ ከማን ብጣዕሚ ክስታይ እዩ ከምዚ ኖርማል ዋጋ እዩ ክቡር ኣይኮነን ብዝኾነ ከምቲ ዝበልኩን ሊንክ ከድፈልክን እየ ቸክ ግበርኦም ይኹን ፀሊም ኣለክን ተደልያን ተደሊክን ማሮን ኣለክን ትመርፃ ማለት እዩ

ሕራይ እምበኣር ክቡራት ኣሕዋተይ እዚኣ ነይራ ናይ ሎሚ ማለት እዩ ናይዛ ቸር ማለት እዩ ፈቲቕና እትኾንክን ናቶም ኢንፎርሜሽን ኣብዚ ዲስክሪፕሽን ባክስ ክገብረልክኒ ናቶም ሊንክ ማለት እዩ ካብ ኣማዞን እየ ገዚአ እዮ ብዝተረፈ ርሑስ ኣውደ ዓመት ንኩላትኩም ማለት እዩ ቀኒለይ ከዓ ክቡራት ኣሕዋተይ ብጣዕሚ እየ ዝፈትወክን ባይ